ንሕና ደቂ ሰባት መቸም ካብ ኣፍና ቃል ምዝራብ ምስ ንጅምር ውሽጥና እንታይ ዓይነት ሰብ ምኻኑ ከም ዝርኣይ ግልጺ እዩ። ደቂ ተባዕትዮ ድማ ካብ ኣፎም ዝወጽእ ቃል መንነቶም የርኢ እዩ። ክብረቶም ውን ንኽሕልዉ ወሳኒ እዩ። ንሓንቲ ጓል በቲ ንስኻ ተውጽኦ ቃላት ጠራይ ኣብ ፍቕርኻ ክትእትዋ ትኽእል ኢኻ። ክተኽብረካ፣ ክትንዕቀካ፣ ኣባኻ ዘለዋ ኣረኣእያ ክትቅይር፣ ትፈትወካ ዝነበረት ንኽትጸልኣካ፣ ተኽብረካ ዝነበረት ንኸይተኽብረካ፣ ክገብራ ይኽእል ክትኮርዓልካ ሸለል ክትብለካ ክትዓጽወካ ብዙሕ ነገራት ንኽትገብረካ ይገብራ እዩ ብኣፍካ ጥራይ ዝወጽእ ቃላት ወልሓደ ነገር ከይገበርካያ ክትጸልኣካ ትኽእል እያ ፍቕርና ንገልጸሉ ንራዳዳኣሉ ብዙሕ መንገድታት ኣሎ ንኽፈልጡልና ወይ እቲ ድስማዓና ስምዒት ንኽርድኡልና ብዙሕ መንገድታት ኣሎ ይኹን እምበር ብቓላት ጌርካ ፍቕርኻ ክትገልጽ ምስ ትፍትን ብጣዕሚ ክትጥንቀቅ እዩ ዘለካ ጓል ኣንስተይቲ ክትርድኦም ዘይትክእል ቃላት ኣለዉ ገሊኦም ተውጽኦም ቃላት ንነብሳ ኣልዒላ ንዓካ ኣትሒታ ከም ትርኢ ዝገብር እዩ ብሓጺሩ እዞም ቃላት እዚኦም ብዘውጻካላ መጠን ምኩራዕ ትጅምር ምርሓቅ ትጅምር ከምኡ ውን ክትዓጽወካ ትክእል እያ ካብዚኦም ዓይነት ቃላት ክትቁጠብ እዩ ዘለካ ብስምዒት ነዚኦም ቃላት እዚኦም ክትገልጽ ከይትፍትን ከምቲ ድበልኩኩም እዚኦም ቃላት እዚኦም ናባና ምስ መጹ ቀጥታ ትርጉሙ ይቕየረና እዩ። ንኣብነት ካብ ብዙሓት ኣዋልድ ሓደ ሓደ ውሑዳት ኣዋልድ ክርድእኦ ይኽእላ ይኾና። መብዛሕትና ግን ኣፍቃሪትካ ትኹን ንሓዳር ዝሓሰብካያ እዚኦም ቃላት እዚኦም ከይተውጽኦም ዝብል እዩ ናይ ሎሚ መደብና። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽ እንተለኹም ሳብስክራይብ ክትገብሩ ነቲ በብጊዚኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ እታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ፣ ንሓንቲ ጓል ክትብላ ዘይብልካ ቃል፣ ንዓኺ ተዘይ ረኺበ ክመውት እየ ገለ ኢሉ ዝጅምር ጽንጽዋይ ፈጺምካ ካብ ኣፍካ ከይተውጽእ። ንዓኺ ተሲኢነ ካብዚ ሃገር ክወጽእ እየ፣ ንዓኺ ተሲኢነ ባራኪና ክሰቲ እየ፣ ንስኺ ምሳይ ተዘየለኺ እንዳበልካ ብዙሕ ነገር ምዝራብ፣ እዚ ናይ ቀደም ፋሽኑ ዝሓለፈ ዘረባ ይመስል። ግን ክሳብ ሕጂ ኣሎ ኣይተረፈ ቡዙሓት ኣወዳት ይጥቀሙሉ እዮም ከምኡ ውን ደቂ ኣንስትዮ እዚ ዓይነት ኣዛራርባ እዚ ድኽመትካ እዩ ዘንጸባርቅ መጀመርያ እቲ ኣብኣ ዘለካ ስምዒት ክትቆጻጸሮ ፈትን ናይ መጀመርያ ምልክት ስብእናኻ እዚ እዩ ንሰን ባዕላተን ነዚ ፓወር እዚ እየን ዝጥቀማ ስምዒተን ተቆጻጺረን ይስዕራኻ እየን ብዙሕ ሕቶ ከምጽእ ይኽእል እዩ። ኣብ ገዛእ ርእስኻ ከመይ ዓይነት ኣመለኻኽታ ኣለካ? ገዛእ ርእስኻ ትፈቱ ዲኻ? ተኽብር ዲኻ? እዞም ሕቶታት እዚኦም እወ እንተኾይኑ መልስኻ፣ ንሳ ትሃሉ ኣይትሃሉ ኮንፊደንስ ዘለዎ ህይወት እዩ ዘለካ። ዝኾነ ሰብ እኮ ክትፈቱ ትኽእል ኢኻ። ክሰልጠካን ኣይክሰልጠካን ግን ኣብ ኢድካ ኣይኮነን። ኣብቲ ዝፈተኻዮ ሰብ እዩ ዘሎ። ኖእ እንተኢላትካ ንምንታይ ዝብል ሕቶ ከማን ትርጉም የብሉን። ኣይደለየትን ኣይደለየትን እያ። ገዛእ ርእስኻ ዘጥፍእ ዘጉህ ጉዳይ የብልካን ከምዘይ ትደልየካ ምንጋር ከማን ዓቢ ዕድል እዩ ምክንያቱ ብኣጉኡ ንዓካ ከምዘይ ትከውን ብግልጺ ትነግረካ ኣላ ኣብ ከምዚ ዓይነት ኩነታት ዝያዳ ኣብ ገዛእ ርእስካ ኢካ ከተቅልብ ዘለካ ግዜ ዘበን ተለዊጡ እዩ ምናልባት እዚ ንዛረበሉ ዘለና ብ ማጆሪቲ ክንሪኦ ከለና ተሪፉ እዩ ግን ስቲል ኣብ ከምዚ ዓይነት ሂወት ዝነብሩ ከኣ ይሰኣኑ መዓልቲ መዓልቲ ምልማን ቴክስት ምስዳድ ህያብ ምልኣክ ክሳብ ትርደኣኒ ምብካይ ኣሎ እዚ እስቲል ኣሎ ስለዚ ደቂ ተባዕትዮ ሓደ ምስጢር ክነግረኩም ኣብ ልብካ ዝኮነ ፍቅሪ ምስ ዝስማዓካ ንሓንቲ ጓል ፈቲካያ ዝኮነ ስሚዒት ናይ ፍቅሪ ክከውን ናይ ናፍቆት እዚ ግድነት ክስማዓካ እዩ ዘይንክሕዶ ሓቂ እዩ ፍቅሪ ከቢድ እዩ ብፍላይ ናይ ሃነይነይ ፍቅሪ ተኮይኑ ከጸልለካ ዝደሊ ፍቅሪ ዋላ ይሰማዓካ ብቃልካ ኣይተውጻዮ ኣይትንገራ ተሳዒርካ ኢካ ማለት እዩ ዋጋካ ውን ክወርድ እዩ ብቀሊሉ እትርከብ ሰብ ኢካ ዋላ ብውሽጥኻ ተረበሽ ኣፍካ ዓጺኻ ተመላለስ ስምዒትካ ብውሽጥኻ ግበሮ ጊዚኡ ምስ ኣኸለ ክትድሕድሖ ኢኻ ባይዘወይ ካብ ኣፍካ ዝወጽእ ቃል ሓይሊ ከም ዘለዎ ኣይትረስዕ ንዓኺ ተዘይረኸብኩ ነብሰይ ከጥፍእየ ኣብ ገደል ዳባቡር ክኣቱየ እዞም ቃላት እዚኦም ናብ ሓቂ ክቕየሩ ይኽእሉ ዮም ካብ ኣፍካ ዝወጽእ ቃል ብዝደጋገምካዮ ቁጽሪ ሂወት ዮም ዝዘርኡ ስለዚ ዋላ እቲ ንሳ ትንዕቀካ ድኻምካ ፈሊጣ ክትርሕቀካ ዘሎ ክሳራ ከይኣክል ናብ ህይወትካ ሓደጋ ክተምጽእ ትኽእል ኢኻ። ስምዒታትካ ትዓቁር፣ ትቆጻጸር ሓያል ወዲ ኹን። እመነኒ ንሳ ትሃሉ ኣይትሃሉ እቲ ኣምላኽ ዝጸሓፈልካ ዕምሪ ብሓጎስ ክትነብሮ ኢኻ። በንጻሩ ከማን ንገዛእ ርእስኻ ክትዛረቦ ዘለካ ንሳ ንዓይ ተረኺባ ዕድለኛ'ያ ክትብል ኣለካ። እንተ ከሲራትኒ ግን ዕድል ኣይገበረትን። ጽቡቅ ሂወት ሓሊፍዋ ንዓ ኣደንግጸላ ስለዚ ከምዚ ዓይነት ቃላት ንሓንቲ ጓል ከይትዛረብ ካልኣይ ብተደጋጋሚ ካብ ካልኦት ኣዋልድ ፍልይትን ብልጽትን ምዃና ኣይትንገራ ዋላ ከምኡ ይሰማዓካ ጽቡቅ ስምዒት እንድዩ ቀዳምነት ትህባ ጓል ምዃና ሕማቅ ኣይኮነን ግን ኣብ ዘይሰዓቱ ብተደጋጋሚ ከምኡ ትብላ ተኮንካ ካብ ኣዴኻ ካብ ኣሕዋትካ ካብ የዕሩኽትኻ ካብ ማንም ኣብ ሂወትካ ዘለዉ ሰባት ዝበለጸት ንዓኣ ጠራይ ከም ተምልኻ ከም ዘይኮነ ክትርዳእ ኣለዋ ምኽንያቱ እዚ ዝኣክል ስልጣን ኣብ ሂወትካ ክትቆጻጸር እንተ ኣፍቂድካላ ምናልባት ኣዴኻ ሓሚማ ምስ ኣዴኻ ከለኻ ንዓ ሕጂ እንተኢላትካ ከም ትመጽእ እዩ ዝገብረካ ኣወዳት ደቂ ኣንስትዮ ሂወትኩም ክቆጻጸራ ከም ባርያ ክገዝኣኹም ኣይትማረኹ እዚ ውን ባዕልኻትኩም ተምጽእዎ ሰበብ እዩ እዚ ስምዒትኩም ክትቆጻጸሩ ዘይምፍታን እዩ ምናልባት ሕማቅ ጓል ተኾይና ድኽመትካ ተጠቂማ ክትብለጸልካን ክትጎድኣካን ትኽእል እያ ኩላትና ኣብ ሂወት ሰባት ኣለዉና ኩሉ ግን ነናቱ ዓይነት ፍቅሪ ኣለዎ ናይ ኣዴኻ ቦታ ኣለዎ ናይ ስድራቤትካ ቦታ ኣለዎ ናታ ቦታ ኸኣ ኣለዋ ስለዚ ኩሉ ቦታ ክትሕዝ ብተደጋጋሚ ንስኺ ፍልይትን ካብ ኩለን ድበለጽኪ ንኹሉንትናይ ተቆጻጸሪ እንዳበልካ ንሓንቲ ጓል ሓንጎላ ኣይትሕጸባ ናይ ብሓቂ ክትገብሮ እያ ሽዑ ምስ ተበራበርካ ወይ ገዲፋትካ ክትከይድ እያ ወይ ከኣ እቲ ዝለመደቶ ክትገብር ክትፍትን እያ። ሓቀኛ ፍቕሪ ስለ ዘይብላ ክትዓጽወካ እያ። ንሳ ካብ ኩሉ ዝበለጸት ስለ ዝኾነት ንስድራቤትካ ነዕሩኽትኻ ክብረት ኣይክትህብን'ያ። ሓቂ እዩ ኩለን ኣዋልድ ሓደ ኣይኮናን። ገሊኤን ለባማት ነዚ ንስኻ ትብሎ ከም ክብረት ክርእየኦ ክርድኦኦ ይኽእላ እየን። ስምዒተን ተቖጻጺረን ድማ እቲ ነገር ሓቂ ድዩ ኣይሓቅን ዝምርምራ ኣለዋ። ኩለን ሓደ ኣይኮናን ግን ከምዚ ዓይነት ውዳሰ። ከምዚ ዓይነት ቃላት ንዝተመርዓኻያ ልባ መርሚርካ ዝኣተኻያ ጥዕይቲ በዓልቲ ቤት፣ ንፍዕቲ ኣደ፣ ጥራሕ ኢኻ ክትነግራ ዘለካ። ሳልሳይ ብዛዕባ ኤክስ ኣፍቃሪትካ ኣልዒልካ ካብኣ ንላዕሊ ከም ዝኾነት ዝገልጽ ቃላት ምውጻእ። ብዝተፈላለየ ዓይነት ነገራት ኣብ ጾታዊ ፍትወት ይኹን ኣብ ምስዓም ይኹን ኣብ ዕላል መልክዕ ብዘየገድስ ዝኾነ ይኹን ናይ ኤክስ ኣፍቃሪትካ ናፍቖት ድዩ ትፈትዎ ነገራት ድዩ ብፍጹም ነታ ምሳኻ ዘላ ጓል ከይትነግራ እዚ ንዘልኣለም ኣብ ኩርምታ ሒዛቶ እያ ትኸይድ ገለ ነገር ምስ ትረኽበልካ ድማ ንኽትጻላኣካ ብጣዕሚ ብ ቀረባ እያ ንዓኣ ዝርድኣ ን ኤክስ ኣፍቃሪትካ እስቲል ቦታ ከም ዘለካን ብኣኣ ዕጉብ ከም ዘይኮንካን እዩ ዝስምዓ ንዘፍቀሩና ሰባት ብስሚዒት ምህሳይ እቲ ዝኸፍእ ቃንዛ እዩ ንሕና ደቂ ኣንስትዮ ድማ ብጣዕሚ ዘሕርቐና ነገር እንተሎ እቲ ምሳና ዘሎ ወዲ ብዛዕባ ኤክስ ኣፍቃሪቱ ድዛረቦ ዘረባ ምስማዕ እዩ ዋላ ውን ተዘይ ኣድነቅካያ ኖርማል ከማን ተዘይ ኣዕለልካያ እዩ ዝምረጽ ግን ምስ ትደጋግመላ ምስ ተዋዳድራ ወይ ድማ ከምዚ ይሕሊፍና ከምዚ ጌርና እንዳበልካ ኣብ ተዘኩሮታት ትኣቱ ተኮንካ ዘፍቀረትካ ገና ትፈትወካ ትጅምር ዘላ ጓል ድሌታታ ኩሉ ክበንን እዩ ዳግማይ ክትርኤካ ከማን ኣይትደሊን እያ ስለዚ ብዛዕባ እዚ ጉዳይ እዚ ከተዕልል የብልካን ራብዓይ ብተደጋጋሚ ምስ መን ኣለኺ እንታይ እዩ እንታይ ትገብሪ ኣለኺ ዝብሉ ሕቶታት ንሓንቲ ጓል ኣይትሕተታ ቀዳማይ ነገር እዞም ኩሎም ዝረኣናዮም ሕቶታት ንሓንቲ ጓል ትርጉም ኣይህብዋን እዮም ክሳብ ኣሚናትካ ምሳኻ ዘላ ማለት እዩ ብፍላይ ብሓቂ ዝደለየትካ ብቅንዕና ዝቀረበትካ ብልባ ድማ እዚ ወዲ ደሓን ድዩ እያ ትብል ንመጻኢ ክኾነኒ ድዩ እያ ትብል ብፍላይ ዝደለየትካ ብቕንዕና ዝቐረበትካ ብልባ ድማ እዚ ወዲ ደሓን እዩ ንመጻኢ ይኾነኒ እዩ ኢላ ዝቐረበትካ ጓል ተኾይና ብፍላይ ከምዚ እምነት ዝጎደሎ ዓይነት ሕቶታት ብተደጋጋሚ ተቕርበላ ተኾይንካ እመነኒ ኣብ ሓጺር ግዜ ልባ ኣባኻ ስምዒት ዘይብሉ እዩ ዝኸውን ናይ ብሓቂ ዘዋሪት ወይ ተደናግር ጓል ተኾይና እዚ ጸገም የለን እንዳ ሰሓቀት ክትሓልፎ እያ ሓቀኛ ክትከስራ ዘይብልካ ጓል ተኮይና ግን ክትከስራ ኢካ ሰብ እያ ምስ ዝተፈላለዩ ሰባት ክትደዋወል ክትራከብ ትደሊ እያ ወዲ ጓል ብዘየገድስ መን እዩ ንስካ ግን ዓሰርተ ግዜ መን እዩ እንታዋይ እዩ ኣበይ ይፈልጠኪ ብጣዕሚ ናይ ፖሊስ ሕቶ ናይ ምጥርጣር ምልክት ዘለዎ ሕቶ ብተደጋጋሚ ኣይትሕተታ መን እዩ ዝብል ሕቶ ኣይተዘውትር መብርሂ ተድሊዋ ባዕላ ክትነግረካ እያ ቀናእ ብገዛእ ርእሱ ዘይተኣማመን ኣፍቃሪት ትኹን። ከምዚ ምዃንካ እንተ ተረዲኣ ደቂ ኣንስትዮ ድራማ ምስራሕ ኢና ንፈቱ። ዝተረፈ ዕድሜኻ ክተቕንኣካ ክተጨንቐካ መን እዩ ምስ መን ኣለኺ ምስ መን ተዕልለኺ እንዳ በልካ ከም ትነብር እያ ትገብረካ። ስለዚ ስቕ በል ተዓዘብ። ናይ ብሓቂ ድያ ተሽክዓካ ዘላ? ብሓቂ ድያ ምስ ካልኦት ኣወዳት ብዛዕባ ፍቕራዊ ርክብ ተዕልል ዘላ? ነዚ ቀስ ኢልካ ብምዕዛብ ክትፈልጦ ትኽእል ኢኻ። እቲ ዝዓበየ ተረጋግጸሉ ከማን ስቕ ኢልካ ብምዕዛብ እዩ። ስለዚ ብገዛእ ርእስኻ ተኣማመን። ንዓኻ ጠራይ ተደልያ ክትመጽእያ። ናይ ብሓቂ መንነትካ ኣርእያ። ባዕላ ብዛዕባቶም ትረኽቦም መሓዙታ ዝሓትዋ ከይተረፉሲ ክትነግረካ እያ። ሽዑ ነቲ ንስኻ ዘይትሕጎሰሉ፣ ንስኻ ዘይትደልዮም ሰባት ከተርሕቖም ክትሓታ ትኽእል። ናይ ብሓቂ ተኽብረካ ተኾይና ድማ ክትገብሮ እያ። ምኽንያቱ ሓንቲ ጓል ተዘይፈትያትካ፣ ተዘይደልያትካ ብፍጹም ምሳኻ ክትከውን ኣይትኽእልን'ያ። ሓምሻይ ንሓንቲ ጓል ፈጺምካ ኣነ ጠራይ'የ ዘፍቅረካ ኣይትበላ። ብፍላይ ብሓንሳብ ዘለኹም ፍቑራት ተኾይንኩም እዚ ቃል እዚ ከይትጥቀም። ከምዚ ዓይነት ስምዒት ይስምዓካ ተኾይኑ ድማ ነቲ ፍቕራዊ ርክብ ደው ከተብሎ ጠራይ'ዩ ዘለካ። ንስኻ ጠራይ ከም ተፍቅራ ከም ተኽብራ ኮይኑ ዝስምዓካ ተኾይኑ ናይ ብሓቂ ንስኻ እንዳ ጸዓርካ ኩሉ ነገር እንዳ ገበርካላ ንሳ ዘይትግደስ ወልሓንቲ ፍቅሪ ዘይትምልስ ዘይትህበካ ኮይኑ ተተሰሚዕካ እዚ እመነኒ ሱቅ ኢሉ ዝመጽእ ስሚዒት ኣይኮነን ዋሃባይ ጠራይ ኮንካ ኣለኻ ማለት እዩ ክትቅበል ኣይካኣልካን ስሚዒትካ ነቲ ዝሪኦን ዝእክቦን ሓበሬታ እዩ ዝነግረካ ዘሎ ስለዚ ምዝራብ ኣየድልየካን እዩ ተተሰሚዕካ ኮንፊደንስ እንተለካ ነቲ ርክብ ገዲፍካዮ ውጻእ እንተዘይኮነ ዝኾነ ግጭት ምስ መጸ ኢለኪ ነይረ እንዴ ኣነ ጠራየ ዘፍቅረኪ ነይረ ንስኺ ኣይተፍቅርንን ነይርኪ ኢልካ ከተማርር ነብስኻ ክትጎድእ ኣድላይ ኣይኮነን በንጻሩ ከኣ ምሳኻ ኮይና ፍቅሪ እንዳሃበትካ ዝከኣላ እንዳገበረት ግን ከኣ ዘይትርዳኣ እንተኮይንካ ተመሊስካ ኣነ ጠራሕ እየኮ ዘፍቅረኪ ትብላ እንተኮንካ እዚ ኣዝዩ ስምዒታ ዝሃሲ ዘረባ እዩ ንዓኻ በይንኻ ኮይኑ ይስምዓካ ስለ ዘሎ ዳርጋ በይንኻ ኢኻ ትነብር ዘለኻ ስለዚ ከምዚታት ብምዝራብ ተምጽኦ ነገር የለን ከም ትርሕቀካ ትገብራ ኣለኻ ናይ ብሓቂ ኣይፈትዎን ድየ ነይረ ኢላ ውን ዘይነበራ ሓሳብ ኣብ የእሙሮኣ ክትእቱ ትኽእል እያ ስለዚ ከተፍቅረካ ክትጽዕር ፍቕሪ ክትቅበል ክትህብ ኣተባብዓያ እዚኦም ቃላት እዚኦም ፈጺም ካይትጠቀመሎም እስከ ኣወዳት ሓቀይ ተደኣ ኮይነ በዚ ናተይ ሓሳብ ተተሰማሚዕኩም ነዚ ዝነገርኩኹም ምኽሪ ኣብ ተግባር ኣብዕልዎ ተደኣ ነዛ ቪድዮ እዚኣ ፈቲኹማ ከኣ ሼር ሳብስክራይብ ብምግባር ሳፖርት ግበሩኒ ይፈትወኩምየ ቻው ቻው።